ሰላም ዝኸበርኩም ተኸታተልቲ ቀንዴል ንሎሚ 11 ሕዳር 2017 ተዳለወ ዜና ስፖርት ሒዘ ቀሪበ ኣለኹ ሰናይ ምክትታል ኣጥቃዓይ ፒኤችዲ ብራዚላዊ ነይማር ጋዜጣዊ ዋዕላ ኣብ ዝገብረሉ ዝነበረ እዋን ክበኪ ተራእዩ ኣብዚ ቀረባ እዋን ፈረንሳዊት ሕታም ለኤኩብ ነይማር ምስ ኣሰልጣኒ ናይ ኤምሬ ባእሲ ምዃኑ ዝጸብጸበት ምዃና ዝዝከር ኮይኑ ነይማር ግና ኣብቲ ድሕሪ ንጃፓን ሰለስተ ብሓደ ምስ ዓሮም ዝገበሮ ቃለመጠየቕ ብምሉኡ ሓሶት ምዃኑ ነጺግዎ ንሱ ብዛዕባ ምስ ኤምረን ካቫንን ዘለዎ ተባሂሉ ዝንገረሉ ሕማቕ ዝምድና ክምልስ ከሎ ኣነ ኣብ ፓሪስ ጽቡቕ እየ ዘለኹ ኣብ ማእከል ሜዳ ኩሉ ዘለኒ ዓቕመይ ክብ ኩሉ ግዜ ድሉ ምስ ኮንኩ እየ ሓደ ካብ ዘሸግረን ዘሎ ነገራት ናታትኩም ዘረባታት እዩ ኣነ ምስ ካቫኒ ኾነ ወላ ምስ ኣሰልጣኒ ጸገም ዝበሃል የብለይን በጃኹም ምስ ዝኾነ ሰብ ሽግር ከም ዘለኒ ጌርኩም ዛንታታት ካብ ምምሃዝ ተቖጠቡ ብዙሕ ዘሰክፈን ነገር ስለ ዝኾነ ኸኣ ክሳብ ምስ ኣሰልጣኒ ሃገራት ጋንታይ ቲተ ተዛሪበሉ እየ ስለዚ ከተቋርጽዎ ይሓተኩም ኢሉ ኣሰልጣኒኡ'ቲ ተኽኣ ምስ ዘረባ ነይማር ከም ዝሰማማዕ ብምግላጽ፣ ወላ ንዓይ እውን ምስ ነይማር ከም ዘይንሰማማዕ ትዛረቡ ኣለኹም። እዚ ዘረባ እዚ ሕጂስ ኣድኪሙኒ እኳ። ዝኾነ ጸገም እንተልዩዎ ንዓይ መጺኡ ከም ዝዛረበኒ እፈልጥ እየ። ሓንሳብ ምስ ከቫኒ ተባኢሱ፣ ሓንሳብ ምስ ኤምሬ ተቓደወን፣ ናብ ማድሪድ ክኸይድ ደልዩ እናበልኩም ዕላማ ጌርኩሞ ኣለኹም ነይማር ከም በዓል ሕማቕ ግብሪ ከተቕርብዎ ትፍትንዎ ከኣ ጌጋ እዩ ማዕረ ክንደይ ጥዑይ ሰብ ቦቕባቕ ልቢ ምዃኑ ተትፈልጡ ከኣ ከምኡ ኣይምገበርኩምን ብምባል እቲ ወዲ 56 ዓመት ኣሰልጣኒ ብራዚል ተዛሪቡ ብጽቡቕ ዘረባ ሰልጣኒኡ ልቡ ዝተተንከፈ ነይማር ከኣ ንብዓት መጺእዎ ኣብ ሕቑፊ ሰልጣኒኡ ተደፍአ ኣሰልጣኒኡ ቲተ ርእሱ ምስ ጠብጠቦ ኸኣ ንብዓቱ እናሓንሰሰ ካብቲ ጋዜጣዊ መግለጺ ወጺኡ። ብዘይካዚ ናይ ሌኤኩፕ ጸብጻብ ብዛዕባ ምስ ኣሰልጣኒኡ ከም ዘይሰማማዕ ኣቐድም ኣቢላውን ካልእ ፈረንሳዊት ሕታም ሊፐሪሰን ኔይማር ኣብታ ክለብ ፍሉይ ሓለፈታት ከም ዝግበረሉን ንካልኦት ተጻወትቲ ከም ዘየሐግሶም እውን ጸብጺባ ምንባራ ይዝከር። ገለ ካብቲ ሓለፈታት ኔይማር ንዕዑ ጥራይ ዝተወሰኑ ፍሉያት ሓካይም ራፋኤል ማርቲንን ሪካርዶ ራሳን ዝበሃሉ ከም ዘለዎን ዘላታን ኢብራሂሞቪች ናይ ውልቂ ሓኪም እኳ ኣምፅኡ ተነበረ ሓሓሊፉ ግና ንካልኦት ተፃወቲ ፒኤችዲ ከዓ ይርኢ ከም ዝነበረ ይግለጽ ካልእ ሓለፋ ከዓ ኔይማር ዘይከም ካልኦት ተፃወቲ ፒኤችዲ ናይታ ክለብ ወግዓዊ ቦርሳ ኢድ ሒዙ ክጓዓዝ ከም ዘይግደድ ናቱ ባዕሉ ዝመረፆ ከም ዝጥቀምን ካብ ንዓመታ ኩሉ ሪጎሎታት ፒኤችዲ ባዕሉ ክወስዶ መብፃዕቲ ኣትይሉ ከም ዘሎን ኣብ ግዜ ልምምድ ተጻወትቲ ብርቱዕ ፋውል ከይገብሩሉ ከም ዘይፍቀድን ኣብ ግዜ ጸወታ ንድሕሪት ተመሊሱ ናይ ምክልኻል ስራሕ ክሰርሕ ከም ዘይምልከቶን ዝብሉ ሓለፈታት ምዃኖም ተዘርዚሩ እዩ ኣብ ርእሲ እውን ኔይማር ናይ ፈረንሳ ጸወታ ተተባቢዑ ክጻወቶ ጸጊሞ ከም ዘሎን ንሱ ዓቢ ቆላሕታ ገይሩ ዝጽበዮ ከኣ ሻምፒየንስ ሊግ ጥራይ ምዃኑ ዝተጸብጸበ ኮይኑ ሓደ ኣብነት ከኣ ኣብዚ ናይ መወዳእታ ናይ ፒኤስጂ ናይ ሊግ ጸወታ እታ ጋንታ ንኣንገርስ ሓሙሽተ ብ ዜሮ ዝሰዓረትሉ ምስ ተዓዘብቲ ኮይኑ ነቲ ፀወታ ምክትታሉ ገሊኦም ኣብቲ ብዙሕ ተወዳዳርነት ዘይብሉ ሊግ ፈረንሳ ክፃወት ከም ዘይተባባዕ ክገልጹ ከለዉ ገሊኦም ከዓ መርኣያ ኣብ ፒኤችዲ ዝደልዮ ከም ዝገብር ኢሎም ክገልጽዎ ተሰሚዖም እዮም ሌነል መሲ ንወዲ ሃገሩ ኣጥቃዓይ ዘኒ ሰንት ፒተርስበርግ ሰበስትያን ድረሲ ይቕሬታ ሓቲትዎ መሲ ኣብቲ ኣርጀንቲና ሎሚ ዘካየደቶ ምሕዝነታዊ ፀወታ ኣንጻር ሩስያ ንክሳተፍ ኣብቲ ዝቕመጠሉ ዝነበረ ሆቴል ካብ ዝበፅሑ ሓደ ሰበስትያን ኮይኑ ንመሲ ምስኡ ክሰኣል ኣብ ዝሓተተሉ መሲ ከዓ ፍቓደኛ ኮይኑ ስእሊ ተሳኢሉ እቲ ጸገም ግና እቲ ዝሰኣል ዝነበረ ከምኡ ፕሮፌሽናል ተጻዋታይ ኩዕሶ እግሪ ጥራይ ዘይኮነ ወዲ ሃገሩ ምንባሩ መሲ ዘይምፍላጡ እዩ ሰበስትያን ኣብቲ ሆቴል ብምምጻእ ምስ ደቂ ሃገሩ ክራኸብ ብምባል እኳ ተኾነ መሲ ግና ክዝክሮ ኣይከኣለን ድሕሪ ግና እታ ስእሊ ብየቐንየለይ ናተይ መርኣያ መሲ ዝብል ጽሑፍ ተሰንያ ኣብ ኢንስተግራም ተጠቂዓ ምስ ረኣያ መሲ ኣብ ጽፍሩ ክኣቱ ደለየ ነዚ ብዛዕባ እቲ ኣጋጣሚ ምስ ፎክስ ስፖርት ኣርጀንቲና ኣብ ዝገበሮ ቃለመጠየቕ ኣብቲ ግዜኡ ዘይዘከርኩዎ ብጣዕሚ ሕማቕ እዩ ተሰሚዕኒ እቲ ጸገም ከኣ ብኣካል ዘይፈልጦ ምንባረ ከም ሰብ ይፈልጦ እየ ብዛዕባኡ ሰሚዐ ነይረ ብመገዲ ካልእ ሰብ ኣቢልና መልእኽቲ ተለዋዊጥና ነርና ኢና ወላ እውን ንጥቀመሉ ናይ ውቃጦ ክኢላ ሓደ ሰብ እዩ ድሕሪ ምባል ስእሊ ምስ ሓተተኒ ሓደ ካብቶም ኩሉ ግዜ ኣብ ከምዚ ኣጋጣሚታት ዘጓንፉኒ ንስእሊ ዝሓቱ እዩ መሲልኒ

ፕረዚደንት ኣትለቲኮ ማድሪድ ኤርኒኬ ሰሬዞ ኣጥቃዒኡ ኣንቶኒ ግሪዝማን ዋላ እኳ ምስ ማንቸስተር ዩናይትድ ዝሕግብግብ ተበለ ምስኦም ከም ዝቕፅል ግና ርግፀኛ ምዃኑ ንማርካ ሓቢሩ እቲ ፈረንሳዊ ኣጥቃዒ ዝሓለፈ ክረምቲ ናብ ማንቸስተር ዩናይትድ ክሰጋገር ተቃሪቡ እኳ ተነበረ ኣትለቲኮ ማድሪድ ተፃወትቲ ከይትገዝእ ብዩኤፋ ዝተገብረላ እገዳ ግና ምስታ ክለብ ክቕፅል ከም ዘገደዶ ይዝከር ብድሕሪኡ ከኣ ግሪዝማን ወላኳ ሓድሽ ኮንትራት ክሳብ 2022 ዘጽንሖ እንተናውሐ ነቲ ናብ ማንቸስተር ዩናይትድ ክኸይድ ዝብል ወረ ግና ከም ዘይቋረጾ ይፍለጥ እቲ ወዲ 26 ዓመታት ቀዓይ ዓመት ስፖርት 2017 18 ናብ ምውድኡ ካብታ ክለብ ክወፅእ ዝብል ፀብፀባት ከመይ ትምልሶ ኣብ ዝተባሃለሉ ንዕኡን ካልኦት ተፃወትን ኣብዛ ክለብ ክንዕቅቦም ብዙሕ ኢና ፅዒርና ግሪዝማን ንዓና ብጣዕሚ ኣገዳሲ ተፃዋታይ እዩ ስለዚ ምሳና ክቕፅል ምዃኑ ከዓ ርግፀኛ እየ ብምባል ሓቢሩ ብዛዕባ ዓሚ ናብ ማንቸስተር ዩናይትድ ክኸይድ ከም ዝደሊ ዝተዛረቡ ኸ እንታይ ትብል ኣብ ዝተባሃለሉ ከዓ እዚ ዓይነት ፀወታ እዚ ዝኾነ ዓብ ተፃዋታይ ዝፃወቶ ስለ ዝኾነ ብዙሕ ዘሻቕለኒ ይኮነን መሊሱ ግሪዝማን ኣብዚ ዓመተ ስፖርት እዚ ፅቡቕ ዘይጀመረ ኮይኑ ካብ ዓሰርተ ሰለስተ ጸወታታት ሰለስተ ግዜ ጥራይ ኣመዝጊቡ ዝርከብ ኮይኑ ኣብ ምሕዝነታዊ ጸወታ ፈረንሳ ኣንጻር ዌልስ ከኣ ሓንቲ ጽቡቕቲ ጎል ከም ዘመዝገበ ይፍለጥ። ዝኸበርኩም ተኸታተልቲ ቀንዴል ንሕጂ ዝበልኮ መደብ እዚ ነይሩ ሰላም Thank you.